ብራንክ ዝበሃል ኮንተንት ክርኤተር ወይ ከዓ ከም ዓብዪ ኣርእስቲ ቆፂሮም ንዝሰርሑ ዘለዉ ዩቱበራት እሞ ድማ ብዙሕ ሳብስክራይብ ሃልዎም ብዙሕ ተኸታሊ ዘለዎም ኣሕዋትና እዩ መልእኽተይ ማለት እዩ። ከምኡ እውን ያው ኣብ ሚዲያ ሲ ነጠፍቲ ኣለዉ ከምኡ እውን ተኸተልቲ እውን ኣለዉ። ስለዚ ኣንሕና ተኸተልትኻ ኣብዚ ሃምዚ ዝበለ ሓሳብ እንታይ ርእይቶ እዩ ዘለና ማለትሲ ዝኾነ ፅቡቕ እናሰርሐ ሰብ ያው መብዛሕትኡ ግዜ ዓይነ ሞጉሰይ ማለት እዩ ግን ፅቡቕ ከም ለለ ኮይኑ እቲ ደካማ ጎኒ ድማ ክንነቕፎ ግድን እዩ ማለት ሓደ ሰብሲ ሙሉእ ስለዝኾነ ኣይኮነን ንነቅፍ ታይ ዳእዩ ካብ ባዕሉ ሓሊፉ ንኻልኦት ሰባት እውን ንኸይብክል ግድን እዩ ርእይትኡ ክህብ ማለት እዩ። እና በተለይ ኣብ ትግራይ ኮይኖም ንዝሰርሑ ዘለዉ ክቡራት ኣሕዋተይ እዩ መልእኽተይ። ሰላምታይ ረሳዕኺ ከመይ እኒኹም ደሓን ዲኹም ክቡራት ኣሕዋተይ? እና እዚ ብራንክ ድዩ መደንገፂ ማለት እዩዋ ቀደም ወለድናሲ ንዓና ከውሽቀ ገለ ኣይ ወለድካኻ ይኮ በቃ ኣግንየክ እኮ ገለ ይብላናና ናመና ግዲ ኣግንያት ንገለ ይብል ነርና ክስካብ ንዓቢ ማለት እዩና ልምንታይ እዩ ዝብራንክ ዝበሃል ሲ ካብ እዩ ከመፅና በተለይ ኣብ ዓድና ኣብዚ ሕዚ ግዜ ሂወት ንባዕላ ብራን ኮይናቶ ዘለ ህዝብና ገና ካብ ኩናት ዘይሐሾ ገና ኣእምሮኡ ዘይተመለሰ ናይ ስነ ልቦና ፅገና እናድለየ እናሃለየ ብሕዋትና ድዩ ንወለድና በተለይ ንወለድኻ ንወለድኻ ብጣዕሚ እዩ ሕማቅ ወለድና ንባዕሎም ሰንቢዶም እንዳሃለው እንደገና ማለት ውላድካ ፅቡቅ ነገር ኢካ ትምነየሉ ፅቡቅ ነገር እናትምነየና ንሕና ግን ሃምዚ ኮይነ ሃምዚ ረኪቡ ንገለና እና እነደንጉፆም ዘለና ብጣዕሚ እዩ በቃ ዝርብሸካ ማለት ትሰርከ እንታይ እዩ ክመሃር ንኣብነት ሲ ክብሪ ወላዲኻ እናዘንጠልካ ክብሪ ኣሕዋትካ እናቋሸሽካ ዝግበር ወይ ከዓ ዝርከብ ኣታውስ እንታይ እዩ ክኸውን ካብ ኩሉ ሲ ክብሪ እዩ ዝቐድም ክብራት ኣሕዋተይ እዚ ቪድዮ እዚ ሕዚ ንኣብነት ንሕና ሲ ብራንክ እዩ እና ለቂቕናዮ ዋላ ክንድምስሶ ንኽእል ኢና፣ ግን እቶም ሚድያ ዘለ ሰብ ተቃወ ኢሉ እንደገና ዝወለድናዮም ንሳቶም እውን ዝወለድዎ ክፀንሖም ይኽእል እዩ ማለት እዩ። ትዕዘቡ ኢኹም ናይ ቀደም ነበረሲ ሸሊኹ ዝወፀ ቪድዮታት ሕዚ ክወፅእ ከሎ እሞ ኣብዚ ሕዚ ግዜ እውን ሕሰብዎ ኩሉ ሚድያ ተጠቃሚ ኮይኑሉ ዘሎ እዋን እዩ። ቴክኖሎጂ ዝሰፍሐሉ እዋን እዩ። ኩሎም ሚዲያ እዩ ዘላ እንወልዖም ሚዲያ፣ እንሰትዮም ሚዲያ፣ እንዛረቦም ሚዲያ ኩሉ በቃ እና ኣብ ከምዚያት ጥንቃቐ የድሊ እዩ ክቡራት ኣሕዋተይ ድሓር ከየናስሐና እሞ ድማ ክብርና ቀኒስና ክብሪ ሕብረተሰብና ክብሪ ባህልና ባህልና እውን ኣይኮነን ወለዶ ኢና ነባላሽ ኣለና ልባዕልና ጥራሕ ኣይኮነን ማለት ኣብ ህይወተይ ከም ድላይተይ ኣነ ዓርሰይ ጥራሕ ከምዚ ይኹን እምበይ ክንብል ኣይግበአናይ ማለት ሓደ ሰብሲ ካብ ሕብረተሰብ እዩ ተፈጢሩ እቲ ሕብረተሰብ እውን ሃገር ይኾን ማለት እዩ ከምኡ ዓለም እና ኣንሕና እንሃንፆም ወለዳታት ከመይ ዝበሉ ኢኹም ክኾኑ ዝግባእ እንሰምዖን እንሪኦን ኢና ንኸውን ኣንሕና ንሰምዖን እንሪኦን ክንደግሞ ከለና ያው ናብ ተግባር ይቕየር ማለት እዩ። ሕዚ ሕማቕ ተግባር ነድኡ ዘቋሽሽ ወይ ከዓ ሕማቕ ተግባር እናተግበረ እሞ ድማ ብራንክ ይሉ ደሓር ይቅርታ ሓቲቱ ደሓር ግን ዋ ከምዚ ይግብ ይግበር ድዩ ኢለ ሓደ ህፃን ቆልዓ ወይ ከዓ ከማና መናእሰይ እንድሕር ኣተግቢርዎ ኮይኑ እቲ ተግባር ናመን እዩ እቲ ጥፍኣት ናትና እዩ ማለት እዩ። ስለዚ ዩቱበር ኮይንና ንፅቡቅ ተንጥቀመሉ ሕብረተሰብ ተናሃንፀሉ ብሕማቕ ጥራሕ ኣይኮነን እኮ እቲ ኣታዊ ዝርከብ፣ ብጽቡቕ ነገር እውን እኮ ይርከብ እዩ። ብዙሕ ራእይ ንክህልወይና ንክህልወና ኢልና ዘይኮነ ነገር ስለ ዝሰራሕና ስለ ዝፈመስና ማለት ንዓናሲ ተኣታዊ ኢና እምበይ ክብርና ስናቐነሰ እዩ ዝኸድ ዘሎ ረእይዎ እሞ እቶም ብራንክ ዝሰርሑ ዘለዉ ሕዚ ፍቑራት ኢና ዝብሉ ተባኢስና ዶ ተሸናጢርና ዶ ዝበሃሉ ዘለዉ ክብሮም ሃምትና ዓድመ ኣይኮነን ኣነ ሕዚ ብጣዕሚ እየ ለኽብሮም ነይረ ግን ሕዚ ኣይሪኦም ኣለኹ ማለት እዩ እንታይ ኣብ ኣብ ሂወት ኮይንካስ ከም ኣክተር ምፅዋትስ እንታይ ኣምፅኦ ሰብሲ ስለ ፍቅሪ ስለ ሰላም ክሰብክ ከለ ኢኻ ክትስዕቦ ትኽእል እምበይ ሃምዚ ኮይኑ ሃምዚ ተኳየነ ሓደ እቲ ሰብ ግዝኡ ለጥፈሉ እንትን ኣይሰኣንን ኣብ ፅቡቅ ንኸጥፍኦ ዓርሱ ንክሃንፀሉ ሃገሩ ንክሃንፀሉ ህዝቡ ንክሃንፀሉ ተትጥቀሞ ማለት ጊዘስ ህይወት እዩ። ስለዚ ጊዘ ናይ ሰባት ኦምሮ ናይ ሰባት እናሰሓብና ንዓና ንግዝያዊ ኣታዊና እንሰርሖም ስራሕትታት እንድሕር ሓላፍነት ዘይንወስደሎም ኮይና ንዓና ንቐፃሊ ናብ ተሓታትነት እዩ ዘስዕበና ማለት እዩ። ምክንያቱ ኣብ ሚድያ ክትወፅእ ከለካ ሓላፍነታዊ ክትኸውን ኣለካ። እትናገሮ ነገር፣ እትሰርሖ ነገር፣ እተተግብሮ ነገር፣ ሓሳብካ ኩሉ ነገር ሓላፍነት እንድሕር ዘይትወስደሉ ኮይንካ ነዊሕ ኣይኸይደካን እዩ ማለት እዩ። ሆራት ኣሕዋተይ ከምኡ ድማ ኣብ ተኸተልቲ ለለና ደግሞ ንኣብነት ነድንቖም ሰባት እኒኦ ግን እቶም እነድንቖም ሰባት ግድን ክንነቕፎም ይግበአና፣ ርእይቶና ክንህብ ይግበአና። እዚሲ ንዓኻ ይኽይድ እዩ፣ ንዓና እውን ጎዳኢ እዩ። እንድሕር ሆ ክንብሎም ኮይንና ንልዩ ኮይንና ርኢና ናብ ብዙሕ ሰባት ሸር ክበሃል ክንብል ከለና ግን ከምቲ ፅቡቕ ዝገብሩ እዩ ዝመስሎም። ዋላ ደኣም እቲ ተመልካቲ ልኮ ዋላ ደኣም ኣሻዒቱ ኣጀኻ ይበለና ይስሓቐና ከም መዘናግዒ ይጥቀመሉ እምበይ ደሓር ብጣዕሚ እዩ ዝጎድኦ ማለት እዩ እና ኣብ ተኸተልቲ እውን እዩ እኒኦ ኢለ እየ ዝሓስብ ኣነ እቲ ከምዚ ሕማቓት ነገራት ዝስፋሕፋሕ ዘሎ ማለት ሲ ሓደ ሰብ ሲ ከምዚ ፅቡቕ ኣይትገብር ኣለኻን እንድሕር ኢልካ ኮይኑ ግድን ኢኻ ሕልናዊ ናይ ሕልና ሰብ እንድሕር ኮይንካስ ትምለስ ኢኻ ካብ ጥፍኣትካ እና መብዛሕትኡ ሕዚ ዩቱበር ክትሪኦ ከለካስ ዋ እዚ ብራንክ ወዲ ብራንክ ዳ ኮነ ይልረኣሉ በቃ ከምኡታት ንሰርሕ ይብለካ እቲ ቁም ነገር ሓዲጉ ማለት እዩ ቁም ነገር መን ዝሰምዕ ኮይኑ መን ዝርኢ ኮይኑ እዚ ሕዚ ግዜ ኢሉ ላውሊ ይኮን ነገራት ይኸይድ ማለት ይኸይድ ማለት እዩና ልምንታይ ከምኡ ይኾን ንምንታይ ዘይጠቕመና ነገር ንከታተል ንምንታይ ንዓና ዘይምህረና ምዝንጋዕ እኮ ፅቡቅ እዩ ግን መዘናግዒ ኣይተሳእነን ብዙሕ ነገር ክንሰርሖ ንኽእል ኣሎ ማለት እዩ ኣሸኳንዶ ኣብ ትግራይ ኮይንኻ ኣብ ዓድኻሲ ኣብዚ ኮይንኻ እውን ያው ቦታን ግዘን እዩ እምበይ ብዙሕ ዝስራሕ ነገር ንዮ ወለዶ ዝሃንፅ ምዝንጋዕ ተኮይኑ ምስሓቅ ተኮይኑ እውን ብካሊእ ነገር እምበይ ብዙ ብራንክ ዶ ወዲ ብራንክ ዶ ገይርኻ ንሰባት እናደንገፅካ ብጣዕሚ እዩ ሞራል ልነክ ኣነሲ እንድዒ እዚ ብራንክ ክሰምዕ ከለኹ ማለት እዩ ወሓንጌለ ኢሉ ይብለኒ እና ልምንታይ ከምዚያት እስክኾን የውሊ ክብራት ኣሕዋተይ ነስተኻኸል ደኣ ንመለስ ደኣ ካብ በዓልና ክብርና ምቕናስ ሓሊፉ ሲ ልወለዶ ልሕብረተሰብ ለኢና ክብርና ንቐንስ ኣለና እየ ክብል ዝደሊ ንስካትኩም ከ ኣብ ነጠፍቲ ድዩ ወይ ከዓ ኣብ ዩቱበራት እዩ እኒኦት ጌጋ ኣብ ኮመንት ኣቕምጥለይ ብካሊእ ትሕዝቶ ክስካብ